ቃላት ዝሰኣንኩሉ፣ ኣብ ፊልምን ኣብ ድራማን ዝርእዮ ዝነበርኩ፣ ኣብ ሓቀኛ ዛንታ እሞ ኸዓ ኣብ ምድሪ ሓበሻ ከም ዝፍጸም ዘረጋገጽኩሉ ብጣዕሚ ልቢ ዝትንክፍ ሓቀኛ ዛንታ ማርታ በርሀ ሰሚዐ ዝወዳእኹዎ ዛንታ ሒዘልኩም መጽየ ኣለኹ። ብመጀመርያ እዛ ናይ ኣማርኛ ሕጽር ኣቢለ ከስምዐኩም እየ። ቀጺለ ድማ ኣነ ኩሉ ሰሚዐ ስለ ዝወዳእኹዎ ዘይተረደኣኩም ወይ ዘይሰማዕኹምዎ እሕጽር ኣቢለ ሓቀኛ ዛንታ ማርታ ኣነ ከዕልለኩም እየ። ኣብ መወዳእታ ድማ ከመሓላልፎ ዝደሊ መልእኽቲ ኣለኒ ናብዛ ዛንታ ከብለኩም። ሰናይ ምክትታል። ማርታ በርሄ ትባላለች አባቷ የመንግስት ሰራተኛ በነበረ ጊዜ ከቤተሰብ ጋር በፍቅር ይኖሩ ነበረ አባቷ ንግድ ይጀምራል በጊዜም ገንዘብ መምጣት ጀመረ

ዛንታ ማርታ ሙሉእ ዘይሰማዕኹምዎ ልክዕ ከምዚ ክትሰምዕዎ ዝጸናሕኹም ነቦኣን ኣዲኣን ማርታ ቦኽሪ ጓሎም እያ ኣቦኣ ሰራሕተኛ መንግስቲ ስለ ዝነበረ ብትዓቕሙ ንደቁን ንሰበይቱን ድልየታቶም ኣማሊኡ ምስ ሰበይቱን ምስ ደቁን ሰላም ፍቕሪ ቅሳነት ዝነበሮ ደስ ዝብል ሂወት ዝመርሕ ኣቦ እዩ ነይሩ ካብ ዕለታት ሓደ መዓልቲ ግን ንምንታይ ሰራሕተኛ መንግስቲ ገዲፍካ ናይ ባዕልኻ ንግዲ ዘይትጅምር ዝብል ሓሳብ የምጽእሉ በቲ ናታቶም ሓሳብ ድማ እቲ ቀቢሉ እቲ ዝነበሮ ናይ ሰራሕተኛ መንግስቲ ስራሕ ገዲፉ ናብ ንግዲ ዓለም ይኣቱ፣ ኣብ ንግዲ ዓለም ድማ ኣብ ዝሓጸረ ግዜ ይዕወት፣ ገዛ ክስካዕ ምግዛእ ይበጽሕ፣ እንደገና ቀጺሉ ካልኣይ ገዛ ይደግም፣ እንደገና ቀጺሉ ኣባዱላ መኪና ይገዝእ፣ እንደገና ኸኣ ካልኣይቲ መኪና ይገዝእ። ኣብ ዝሓጸረ ግዜ ካብ ዜሮ ናብ ዝልዓለ ደረጃ ይወጽእ፣ ዘይነበሮ ገንዘብ፣ ዘይነበሮ ንብረት፣ ዘይነበሮ ገዛውቲ፣ መካይን ይውንን። እቲ ዘይነበሮ ገዛውቲ፣ መካይን፣ ገንዘብ ግን እቲ ኣብ ገዝኡ ዝነበረ፣ ትማሊ ገንዘብ ኣብ ዘይብሉ ብታ ዓቕሙ ሰሪሑ ንደቁ፣ ንሰበይቱ፣ ብታ ዓቕሙ ሒዙ ዝኣቱ ዝነበረ፣ እቲ ዝነበሮ ፍቕሪ፣ እቲ ዝነበሮ ሓልየት፣ ኩሉ እቲ ኣብ ገዝኡ ዝነበረ ሰላም ግን ገንዘብ ምስ መጸ ኩሉ ይጠፍእ። ብሰዓቱ ዝኣቱ ዝነበረ ሰትዩ ኣምሽዩ ምእታው ይጅምር። ሰበይቱ ምውቃዕ ይጅምር። ብዛዕባ ደቁ፣ ብዛዕባ ሰበይቱ፣ ብዛዕባ ምንም ነገር ኣይግደስን። ኣብ ውሽማ ይሕዝ። እታ ዝሓዛ ውሽማ ድማ ኣብታ ጥቓ ዝነበሩላ ገዛ ሰበይቱ ትፈልጣ፣ እታ ውሽማ እውን ንሰበይቱ ትፈልጥ፣ እቲ ኣብ ከባቢ ዘሎ ሰብ እውን ዝፈልጣ ውሽማ ይሕዝ። ኩሉ ግዜ ሰበይቱ ሰሰኺሩ ምቕጥቃጥ፣ ምጭቕጫቕ፣ ሰላሞም ይጠፍእ፣ ኩሉ እቲ ዝነበሮም ፍቕሪ ይጠፍእ፣ እምነቶም፣ ሓድነቶም፣ ኩሉ ነገሮም ይጠፍእ። እቲ ትማሊ ዝነበረ ሰብኣይ ተቐይሩ ካልእ ዓይነት ሰብኣይ፣ ካልእ ዓይነት ባህሪ፣ ካልእ ዓይነት ምስሊ የምጽእ። እቲ ጀሚርዎ ዝነበረ ንግዲ የቋርጽ። እቲ ንግዲ ኣቋሪጹ ቁማር ይጅምር። ብድሕሪኡ ቁማር ምስ ጀመረ እቲ ሓደ ገዝኡ ቁማር ስለ ዘትሓዞ ይብላዕ፣ እንደገና ይሸጦሞ እንደገና ናብቲ ካልኣይ ገዛ እውን የትሕዝ እንደገና እቲ ካልኣይ ገዛ እውን ይውሰድ ንሱ እውን ይሸጦ እተን ዝነበረኡ መካይን ድማ ሓደ ብሓደ ኩለን መካይኑ ይስእነን ብድሕሪኡ ጥራሕ ኢዱ ይተርፍ ኣብ መወዳእታ ግን እቲ ዝነበሮ ሃፍቲ ከምልሶየ ኢሉ ህልኽ ስለ ዝሓዞ ምስ ሓደ ዓርኩ በዓል ሃፍቲ እንደገና ቁማር ክጫወቱ ከም ዘለዎም ይስማዕምዑ ብድሕሪኡ እቲ በዓል ሃፍቲ ንብረቱ ገንዘቡ እቲ ኣቦ ማርታ ድማ ንጓሉ ብማርታ ኣትሒዙ ቁማር እጫወት። ብድሕሪኡ ሕጂ እውን እቲ በዓል ሃፍቲ ንኣቦ ማርታ ንበርሀ ይስዕሮ እሞ በርሀ ኣቦ ማርታ ድማ ንማርታ ጓሉ ልክዕ ከምቲ በዓል ሃፍቲ ዝተስማዕምዕዎ ምስቲ በዓል ሃፍቲ ዝተወዓዓልዎ ንማርታ ከመርዕዋ ከምዘለዎ ንሰበይቱ ንኣዶ ማርታ ሃፍታም ከምዝኾነ ብዙሕ ሃፍቲ ከም ዘለዎ፣ ህይወታ ክቕየረላ ከም ዝዀነ፣ ከመርዕዋ ከም ዝዀነ ይዛረባ። ንማርታን ነዲኣን ይዛረበን። ማርታ ኣብቲ ሽዑ ሰዓት ተምሃሪት ሻሙናይ ክፍልን ጓል ዓሰርተ ኣርባዕተ ዓመትን እያ ነይራ። ኣዲኣ፣ ጓለይ ጓል ዓሰርተ ኣርባዕተ ዓመት እያ፣ ገና ህጻን ቈልዓ እያ፣ ንምንታይ ነመርዕዋ ኢላ፣ ክነመርዕዋ ኣይብልናን ኢላ ትልምኖ። ጓሉ ብቑማር ኣትሒዝዋ ከም ዝዀነ፣ ቁማር ከም ዝተበልዐ ኣይትፈልጥን፣ ኣይነገራን። ደሓር ጓሉ ምስ ኣመርዓዋ እያ እታ ጓሉን ኣዲኣን ፈሊጠን እምበር ኣይፈልጣን ነገር ግን እቲ ዝተሸጠ ገዛ ንባዕሉ ኣዶ ማርታ ሰሚዓ ምንም ሓላፍነት ከም ዘይብላ ንሳ ከም ዘይግድሳ በቃ ተረዲኣ ንሱ ሰሪሑ ብገንዘቡ ዝገዝኦ ስለ ዝኾነ መሰል ከም ዘይብላ ኣፍሊጥዋ በቃ ንብዓት ጥራሕ እያ እሳ ነቢዓ እያ ስቅ ትብል እምበር ምንም ዓይነት ዓቅሚ ከምዘይብላ ተረዲኣ በቃ ምንም ኣይበለትን እታ ጓላ ግን ብቁማር ኣትሒዙ የመርዕዋ ከምዘሎ ትፈልጦ ነገር ኣይነበራን ብድሕሪኡ ማርታ እቲ ትምርዐዎ ዘላ በዓል ሃፍቲ ምስ ኣቦኣ ናብ ገዛ ይመጽእ ስለ ዝነበረ ዓርኩ ስለ ዝነበረ ዋላ ብግዝፉ ብሰውነቱ ሪኣ ዋላ ብመልክዑ ብኩሉ ነገሩ ሪኣ ዘፍርሓ ዝነበረ ሪኣስ ትፈርሖ ዝነበረት ምንም ከይበላ ምንም ሕማቅ ነገር ከይረኣየትሉ ጥራሕ ብዓይና ሪኣ ትፈርሖ ዝነበረት ሰብኣይ እዩ ነይሩ። ብድሕሪኡ ኣዲኣ ለሚና ባዕላ ለሚና ምንም መስምዒ ኣይብሉን ምክንያቱ ኣትሒዝዋ እዩ እሳተን ዝፈልጦ ነገር ኣይብለንን በቃ ንዓኣተን ስለ ዘገደደን ዝተወሰኑ ኣዕርክቱ መሳትይቱ ፀዊዑ በጊዕ ተሓሪዱ ዝተወሰነ ከዳውንቲ ተገዚኤን ንማርታ እቲ በዓል ሃፍቲ ሒዝዋ ይኸይድ። ማርታ እናበኸየት ናብቲ በዓል ሃፍቲ ክትከይድ ከላ፣ ክትሰርሕ ድያ ትፈልጦ ነገር ኣይነበራን፣ ቆልዓ'ያ፣ ሕማቕን ጽቡቕን ፈላልያ ትፈልጥ ኣይነበረትን። ብድሕሪኡ ናብቲ ገዛ ትኸይድ'ሞ ኣብቲ ገዛ ድማ ሰራሕተኛ ትጸንሓ። እታ ሰራሕተኛ ኣብቲ መጀመርያ ከም ቤተሰብ ኮይና እያ ንሱ እውን ብገንዘባ ዝሕግዛ ንሳ ድማ ሰራሕተኛ ኮይና ተገልግሎ ነይራ ቤተሰብ እውን እያ ድሕሪ ግዜ ግን ህይወታ የባላሽወላ ከም ዝደፍራ ኩሉ ነገራ ዛንታኣ ትፈልጥ ኣብ ቅድሚኣ እውን ይደፍራ እዩ። ብድሕሪኡ እዚ ኩሉ በደል ምጽዋር ይኣብያ፣ ይቕጥቅጣ፣ ክስካዕ ሰውነታ ዝቕረፍ፣ ክስካዕ ስጋኣ ዝቕለጥ እያ። ክስካዕ ክስካዕ ሕጂ ምልክተት ንባዕሉ ከም ዘሎ እያ ማርታ ትዛረብ። እዚ ሰብኣይ ኩሉ ግዜ እዩ ዝቐጥቅጣ፣ ኩሉ ግዜ ሰትዩ ሰዓት ሽዱሽተ ሰዓት ሸውዓተ ፍርቂ ለይቲ እዩ ዝኣቱ። መፍትሕ ኣለዎ እዩ፣ መፍትሕ ሒዙ እዩ ዝኸይድ ናይ ገዝኡ። ነገር ግን እታ ሰራሕተኛን ማርታ ሰበይቱን ግዴታ ከይደቀሳ ክጽበዩ ኣለወን። ግዴታ ማዕጾ ክኸፍታሉ ኣለወን። ክቕርባሉ ዝግበእን ነገር ግዴታ ኣብ ገዛ ክቐርባሉ ኣለወን። ስቲ ሓዲሩ መጺኡ እንደገና ኣብ ገዛ እውን መስተ ክቐረበሉ ኣለዎ፣ ክሰቲ ኣለዎ። ኣገዲዱ ንዓኣተን እውን ከስትየን ኣለዎ። ኩሉ ደስ ዝበሎ ትእዛዝ ክእዝዘን ኣለዎ ማለት እዩ። ብድሕሪኡ ማርታ ግን ቆልዓ ስለ ዝነበረት በቃ ትእዛዙ ትኣብዮ ስለ ዝነበረት እንደገና ትፈርሖ ስለ ዝነበረት ተደጋጋሚ ይቕጥቅጣ እሞ ካብ ዕለታት ሓደ መዓልቲ ድማ ማርታን እታ ሰራሕተኛን ስለ ዘምሸየ ደቂሰን ይጸንሑ እሞ፣ ንኽልቲኤን ከም ኣመሉ ይቕጥቅጠን፣ ማርታ ግን ደቂሳ ስለ ዝነበረት ብድቁሳ ስለ ዝረገጻ ሃለዋታ ተጥፍእ፣ እዛ ሰራሕተኛ ትሪኣ እሞ ንዕኡ ጸዊዓ ጎረቤት እውን ጸዊዓ ናብ ሆስፒታል ትውሰድ፣ ኣብ ሆስፒታል ን ዓሰርተ ሓሙሽተ መዓልቲ ይመስለኒ ተዘይተጋግየ ዓሰርተ ሓሙሽተ መዓልቲ ትድቅስ፣ እዞም ሓካይም ሰውነታ ክሪእዎ ከለው እንደገና ቆልዓ እያ ሰውነታ ተቐራሪፉ በቃ በሰላ ብበሰላ ኮይኑ ምስ ረኣዩ እዞም ሓካይምሲ ነቢዖም እያ ትብል ማርታ ማለት እዩ። ብድሕሪኡ ኣዲኣ ንማርታ ናብቲ ገዛ ክትመጽእ ከም ዘይብላ ከም ዘይፍቀዳ ትፈልጥ እያ። ማርታ እውን ናብ ካልእ ቦታ ክትወጽእ ከም ዘይብላ ኣይፍቀዳን፣ እቲ ሰብኣያ ኣየፍቅደላን። ናብ ቤተ ክርስትያን ኢላ እያ ትኸይድ። ናብ ቤተ ኸረስትያን ኢለን ተራኺበን ተኸዊለን ብድሕሪ ቤተ ኸረስትያን ኣብ ልዕሊ ሰራሕተኛ ዝፍጽሞ በደል ኣብ ልዕሊኣ ዝፍጽሞ ኩሉ ነገር እያ ነዲኣ ትዛረባ ቆልዓ እውን ስለ ዝነበረት ኩሉ ኣብ ልዕሊኣ ዝተፈጸመ ዝረእየቶ ዘተግበሮ ኩሉ ነገር እያ ነዲኣ ትዛረባ ንሳ ነዲኣን ተተሓሒዘን ነቢዐን ንብዓተን ሓቢሰን ከም ዘይተራኸባ ኣዲኣ ናብ ገዝኣ ማርታ ድማ ናብ ሓዳራ እየን ዝፈላለያ። ኣቦኣ ኩሉ ግዜ ይመጽእ እዩ፣ ኩሉ ነገር ይፈልጥ እዩ። ነገር ግን ኩሉ ሰብ ከምኡ እናበለ እዩ ሓዳር ዝገብር፣ እንታይ ከፊኢኪ ሃፍታም እንዲኺ ኢሉ እዩ። እዚ ገንሓ ኣይሰምዓን። ነቦኣ ብጣዕሚ እያ ትጸልኦ። በቃ ኣቦኣሲ ክመጽእ ከሎ ንባዕሉ ካብቲ ሰብኣይ ንላዕሊ እያ ትጸልኦ። ብድሕሪኡ በደላት ምስ ተደራረባ መሊቋ ጠፊኣ ናብ ኣዲስ ኣበባ ዝነብር ናብ ሓደ ሃፍታም ሓወቦኣ ትኸይድ እሞ ብድሕሪኡ እዚ ሰብኣያ ንዛ ሰራሕተኛ ሓቲቱ፣ እዛ ሰራሕተኛ ኣይረኣኹዋን ምስ በለቶ፣ ናይ ሰለስተ ወርሒ ጥንሲ ነይርዋ፣ ካብኡ ዝጠነሰቶ ከቢድ ማህሰይቲ የውርደላ፣ ናብ ኣቦኣ ንማርታ ከይዱ እውን ኣቦኣ ንማርታ ድማ ከም ዘይፈልጥ ምስ ነገሮ ብሽጉጥ ደጋጊሙ ይወቕዖ፣ ነገር ግን ብህይወት ይተርፍ። ኣቦ ማርታን ኣዶ ማርታን ይፈላለዩ፣ ይፋትሑ። ማርታ ድማ እቶም ዝተቐበልዋ ሓወቦኣን ሰበይቱን ውላድ ስለ ዘይነበሮም ከም ውላዶም ገይሮም፣ ብፍላይ እቲ ሓወቦኣ እቲ ኣብ ልዕሊኣ ዝወረደ ማህሰይቲን በደላትን ኩሉ ነገር ረሲዓ ሓዱሽ ህይወት ንኽትምስርት ሓዱሽ ህይወት ንኽትጅምር ናብ ኣሎ ዝተብሃለ መናፈሻታት እናወሰደ ጽቡቕ እናኸደነ ጽቡቕ እናብልዐ በቃ ሓብሒቡ ካብ ኣቦኣ ዘይረኸበቶ ፍቕርን ክብርን ከም ትረክብ ይገብር። ንሳ እውን ተሓጒሳ ከም ወለዳ ሪኣቶም ምስኦም ኣብ ስራሕ ውዒላ ናብ ገዛ ትኣቱ። ብድሕሪኡ ግን ካብ ግዜ ናብ ግዜ እዚ ሓወቦኣ ካብ ሓወቦኣ ክትሪኦ ዘይግብኣ ነገር ከም ትርኢ ይገብር። በቃ ኮነ ኢሉ ብዙሕ ነገር የርእያ እሞ ኩሉ ግዜ በቃ ተደጋጋሚ ለይቲ ድቃስ ክኣብያ ክትፈርሕ ክትጭነቕ ትጅምር። ምክንያቱ ንምንታይ ከምዚ ኣርእዩኒ ንምንታይ ከምዚ ኢልኒ ኢላ እንደገና እቲ ዝነበራ ጭንቂ ተመሊሳ ትጭነቕ ትሓምም ሆስፒታል ትኣቱ። ካብ ሆስፒታል ትወጽእ። ድሕሪ ዝተወሰነ ግዜ ድማ እዚ ሓወቦኣ ክደፍራ ይብልሞ ኣጋጣሚ ሰራሕተኛ ደቂሳ ስለ ዝጸንሐት እዛ ሰራሕተኛ ተላዒላ መብራህቲ ወሊዓ እእውያ ጎረባብቲ ተኣኪቡ ሰብ ይረድኣሞ ትድሕን ብድሕሪኡ እቲ ሓወቦኣ ስለ ዝሓረቐ ኣብ ውሽጢ ንእሽተይ ቦርሳ ሓሽሽ ኣትሒዙ ንዝኾኑ ሰባት ኣቐብልዮም ኢሉ ናብ መኪና ይልእኻ ናብቲ መኪና ምስ ኣተወት ድማ ቅድሚኡ ኩሉ ግዜ ንሳ ሓሽሽ ምዃኑ ዘይትፈልጥ ዋላ እቲ ዝሃባ ቦርሳ እውን ስለ ዘይትኸፍቶ ዝነበረት ኩሉ ግዜ ኣብ ውሽጢ ኣትሒዙ ንኸምዚኣ ዝበለ ሰብ ሃብዮ ኣብ ከምዚኣ ቦታ ኣቐቢልክዮም ንዒ ይብላ ስለ ዝነበረ ከም ልማዳ እያ እታ ቦርሳ ሒዛ ተኸይዳ ብድሕሪኡ ናብ መኪና ትኣቱ እሞ ንሱ ኩሉ ነገር ስለ ዘዳለወ ፖላዊስ ኣትዮም ከም ዝፍትሽዋ ይገብር ፈትሾም ድማ እቲ ኣብ ውሽጢ ቦርሳ ዘሎ ሓሽሽ ከም ዝኾነ ይሕዝዋ ሓወቦኣ ከም ዝሃባ ኩሉ ግዜ ከም ተብጽሐሉ ትዛረቦም ናብ ሓወቦኣ እንትኸዱ፣ ሓወቦኣ እቲ ዝነበራ ክዳውንታ፣ ኩሉ እቲ ንሳ ትሕዞን ትጥቀመሉን ዝነበረት ነገር፣ ዝኾነ ዓይነት ምስክር ኣይብላን፣ ኣጥፊኡዎ ይጸንሖም። እታ ኣብቲ ገዛ ዝነበረት ሰራሕተኛ ንባዕሉ ናበይ ከም ዝሰወሩዋ ኣይትፈልጥን፣ በቃ ንዓኣ የላን፣ ዝኾነ ዓይነት ምስክር ከም ዘይብሎም የርእዮም፣ ንዓኣ ድማ ከም ዘይፈልጣ። ርእይዋ ከም ዘይፈልጥ ይኽሕዳ፣ ብድሕሪኡ ንዓሰርተ ሰለስተ ዓመት ብዘይወዓለቶ ገበን ይፍረዳ'ሞ ትእሰር፣ ነዲኣ ድማ ጓልኪ ሞይታ ተቐቢራ ተባሂላ የርድእዋ፣ እቲ ብጣዕሚ ዝገርም ኣቦኣ ብህይወት ከም ዘላ ኣብ እስርቤት ከም ዝተኣሰረት ዓሰርተ ሰለስተ ዓመት ከም ዝተፈረዳ ይፈልጥ ኢዩ፣ ግን በቃ ከም ጓሉ ዝሞተቶ ከም ሕዙን ኮይኑ ምስ ሰቡ ሓዘን ተገይሩ ኣርብዓ ተገይሩ ሰማንያ ሓሊፉ ኣደኣ ግን ጓለይ ሞይታ ኢላ ጸጉራ ላጽያ ጫማኣ ደርብያ ጥራሕ እግራ እናኸደት ጸሊም ብጸሊም ተኸዲና በቃ ኣብ ሓያል ጣዕሳ ኣብ ሓያል ሓዘን ኮይና ህይወታ ኩሉ ምስቅልቅል ወፅዩ እዞም ክልተ ደቃ ኣብ ገዛ ኸራይ ሒዛ ከቢድ ዝበሃል ህይወት እናሕለፈት ከላ ማርታ ድሕሪ ሰለስተ ዓመት ናይ ምሕረት ኣዋጅ ስለ ዝተኣወጀ ካብ እስር ቤት እትወፅእ እሞ ቀጢላ ናብ ኣዲኣ ትኸይድ። ኣዲኣ ማዕጾ ምስ ከፈተታ ግን ሞይታ በቃ ከም ዝሞተት ስለ ዝፈልጥ ዋላ እቶም ዝኸፈትዋ ኣሕዋታ ሞይታ ከም ዝኾነት እዮም ዝፈልጡ። ኩሉ ሰብ በቃ ሞይታ ኢሉ ኣሚኑ እዩ። ሕብራ እውን ንሰለስተ ዓመት ኣብ እስር ቤት ክትእሰር ከላ ተቐይራ ስለ ዝነበረት ናብ ብጫ ተቐይሩ ስለ ዝነበረ በቃ ኣዲኣ ርእሳ ስሒታ ትወድቕ። ናብ ሆስፒታል ትኣቱ ኣብ ሆስፒታል ንብዙሕ ግዜ ትድቅስ እቲ ብጣዕሚ ዝገርም ኣሕዋታ ሞይታ እያ ኢሎም ከም መንፈስ ስለ ዝርእዩዋ በቃ ናብ ጥቓኣ ኣይቐርቡን። ዋላ እቲ ዝርኣ ሰብ እውን ናብ ጥቓኣ ኣይቐርብን። ምስቲ ዝርእዩላ ዝነበሩ ሕብሪ ናይ ገጻ፣ ምስቲ ሞይታ ዝተብሃለ ሞይታ ኢሎም ዝኣመንዎ ብዘእምን መልክዑ ስለ ዝተዛረብዎም ማንም ሰብ ናብ ጥቓኣ ኣይቐርብን። ኣደኣ ኣብዚ ሕጂ ሰዓት ትርኢ ትሰምዕ እያ። ጠምዩኒ ሃቡኒ ክትብል ኣይትኽእልን፣ ጸሚኡኒ ክትብል ኣይትኽእልን፣ ኩሉ ጸገማ ክትዛረብ ኣይትኽእልን። በቃ ኣእምሮኣ ተነኺኡ፣ ሓሚማ፣ በቃ ርእሳ ኣስሒታ ብጣዕሚ ኣብ ዝሕዝን ኩነታት እያ ዘላ ካብኡ ንደሓር ካፍቲ ጓላ ሪኣ ትወድቀሉ ንደሓር ኣፍቲ ልዕሊ ዝነበረቶ ከቢድ ሓዘን ማለት እዩ። ብድሕሪኡ ማርታ ሂወት እንደገና ምስ መረራ ናብ ሓንቲ ኣሞኣ ትኸይድ እታ ኣሞኣ እውን ስራሕ ዝነበራ እያ ተቐቢላ ብጽቡቕ ትቕበላ እሞ ድሕሪ ግዜ ድማ ናብ ዓዲ ዓረብ ክልእኸኪ ኢላ ናብ ዓዲ ዓረብ ከም ዝለኣኸታ ኣምሲላ ናብ ሕማቕ ስራሕ ትሰዳ ትሸጣ ማለት እዩ ናብኡ ምስ ከደት እቲ ዘጋጠማ እቲ ዝረኣየቶ ድማ ከም ዝተሸጠት ትፈልጥ ትሓምም እሞ ሓሚማ ናብ ዓዳ ይመልስዋ ኣብዚ ሕጂ ሰዓት ናብ ሚድያ ውፅእዋ ዘሎ ምክንያት ሓደ ኣቦይ ንምንታይ ከምዚ ዓይነት በደል ኣብ ልዕለይ ከውርደለይ ክኢሉ ኣነ መን እየ? መን ምዃነይ ክነግረኒ እየ ዝደሊ፣ ክምልሰለይ እየ ዝደሊ። ክስካዕ ሕጂ ዘይተመለሰለይ ንምንታይ ከምኡ ገይሩ ኣብ ልዕለይ ከምኡ ዓይነት ጭካነ ፈጺሙ? ንምንታይ ሸይጡኒ? ንምንታይ በዲሉኒ? ንምንታይ ጸሊኡኒ? ንምንታይከ እቱ ሓወቦይ ኣሞይ ክቕበሉኒ ከለውሲ ከምቲ መጀመርያ ብጽቡቕ ተቐቢሎም ድሓር ዝበደሉኒ? ደሓር ከምኡ ዓይነት ግፍዒ ኣብ ልዕለይ ዘውረዱ ንምንታይ? ኣነ መን እየ? ኩሉ ግዜ ፈጣሪ ክምልሰለይ ይደሊ ሕቶይ ክምልሰለይ ግን ኣይከኣለን፣ ኣይሰምዐንን። ኩሉ ግዜ ይሓልፍ እዩ ክበሃል ከሎ ከም ዘይሓልፍ እየ ዝኣምን። ተደጋጋሚ ድማ ህይወተይ ክሐልፍ ደልየ ግን ህይወተይ ኣየሕለፍኩን። ተደጋጋሚ መርዚ እውን ይሰቲ እየ። ሕጂ እውን ክሰቲ እየ ዝደሊ፣ ህይወተይ ክሐልፍ እየ ዝምነ ኢላ እያ ናብ ሚድያ ወፂኣ። ካብ ዛንታ ማርታ ሓደ ንመሃሮ፣ ብፍላይ ብፍላይ ቁማር ቀሊል ነገር መሲልኩም ኣብ ቁማር ምጅማር ወይ ከዓ ኣብ ቁማር ንዓመታት ወይ ንኣዋርሕ ክኸውን ይኽእል ኣብ ከምኡ ዓይነት ህይወት ዘለኹም መዓረ ክንደይ ህይወትካ፣ ንብረትካ፣ ሓዳርካ፣ ህይወት ደቅኻ ከም ዘባላሹ ምንም ዓይነት ጥቕሚ ከም ዘይብሉ ካብዚ ዛንታ ማርታ ክንመሃር ንኽእል ኢና። ካልኣይ ድማ መብዛሕቲና ካባይ ጀሚሩ ዝኾነ ነገር ገጥመና ከሎ ነማርር ህይወት ንጸልእ ፈጣረሲ ኣምሪርናስ ናብ መሬት ክነውርዶ ንብል ውሑዳት ኣይኮናን ብጣዕሚ ኢና ነማርር ግን ኣብ ህይወት ካብቲ ዝኸበደ ዝበሃል ፈተና ዝኸበደ ከም ዘለዎ ካብ ዛንታ ማርታ ንባዕሉ ክንምሃር ንኽእል ኢና እሞ ኣይነማርር ክብል እየ እዛ ቪድዮ ሰሪሐያ።